ሰላም ከመይ ትኾኑ ተኸታተልቲ ወይኒ ሾው ሎሚ እውን ሓደ ጋሻ ሒዘ መፅኤኩም ኣለኹ እዚ ወይኒ ሾው ካብ ኤልዋኢ ስቱድዮ ፍራንክፈርት እዩ ናይ ሎሚ ጋሻና ስነ ጥበባዊ ፍፁም ብራኽ እዩ ከመይ ኣለኻ ጽቡቅ ኣብ መሕመስ ገሽከኻ መጺኻ ዘለኻ ናብ ጀርመን እሞ ከመይ ነይሩ መገሻ ከመይ ሓዲግካዮ ዓድኻ
ዓደይ ካብ ዓደይ ካብ ዝወፅ እኮ ነዊሕ ገይረ እቲ ዝሰፍረሉ ቦታ እያ ፅቡቅ ብስራሕ ይመፅ ገለገለ ክሊፓት ወይ እውን ሓድሽ ስራሓት ክሰርሕ ኢለ ይመፅ ጽቡቅ። ክንደይ ኢኻ ጌርካ ካብ ዓድኻ ክትወጽእ ካብቲ መበቆል ዓድኻ? ካብ ካብታ ዓዲ መበቆል ወጽእ- ዓደይ ካብ ካብ ኤርትራ? ዝወጽእ ዳርጋ ኣርባዕተ ኣርባዕተ ዓመት ኮይኑ ዝበዝሕ እ፣ ሰብ በታ ሓግዘና ዓርከይ ትብል እ፣ ደርፊ ናትካን ናይ እ፣ ስነ ጥበባዊ ኣብርሃም ተወልደን እዩ ተላሊካ እዋ እ፣ ክንደይ ዓመተ ምህረት እያ ተሰሪሓ ክዝክራ ነውን ክልተ ሽሕን ሸውዓተን ሽዱሽተን ድኾን ክንደይ ተሰሪሓ ሸውዓተን ሸሞንተን ኦኬ ሸውዓተን ሸሞንተን ሽዑ ክዝክሮ ከለኹ ኣነ ከምዚ ብቅዲ ብሕብሪ በቲ ስታይል በቲ ከዳድናኹም በቲ ህርመት ብኩሉ ነገር ከምዚ ፍልይ ዝበለት ኮይና እያ ወፅያ ዘመናውነት ናይቲ ሽዑ እዋን ናይቲ መንእሰይ ክወትስብ ዝደሊ ገለዎ እንዳሓለወ ትመስል ነይራ እሞ ከመይ ነይሩ እቲ ስራሕ ከመይ እያ ተሓሲባ ብሓፈሻ ውዕልለኒ ብዛዕባ ኣሰራርሓ ናይታ ሓግዘና ኣርከ እቲ
ስራሕ ከምዚ ኣብቲ መስርሕ እዩ ተሓሲቡ ማለት ሽዑ ካስ እየ ትሰርሕ ነይረ ክልተ ሽሕን ሸውዓተን መወዳእታ ከባቢ ሽዑ እንዳ ስራሕኩ ደርፍታት ኣጋጣሚ ምስ ኣብርሃም ኣብኡ ተላሊና ኣብ ስትድዮ እናቱ ስራሕ ሰሚዐዮ ንፉዕ ድምጻዊ እዩ ስለሱ እቲ ናቱ ክእለቱስ ከምዚ ሸር ክገብረኒ ዳርጋ ኣብቲ ስራሓተይሲ ብሓንሳብ ነብል ነርና ከምዚ ኣብኡ ንራኸብ ገለገለ ንዐልል ዳሕራይ ከምዚ ተሓሳብ ብገለ መፅዩ ክልቴና ንደርፈሉ ስራሕ እስከ ገሌና ዳሕራይ ተጀሚራ እታ ስራሕ ፓውሎስ ሰሎሙን ኮምፖዘር እሱ ጀሚርዋ ገለ ሓሳባት እንዳተጣራቐመ ከይዱ ገለ ተወዲኣታ ስራሕ ሽዑ ኣብቲ ክትውዳእ ኮላስ ዳርጋ ዳሓን ተሰሚዕና እቲ ሙሉእ ሓይልና ሂብናያ ኣብቲ ግዜ እቲ ዋላ ኣነስ እቲ ካልእ ስራሓተይ ኣቢለስ ናብኡ ገፀይ ከይደ ንዓ ክንውዳእ ፈቲና ወዲእና ክሊፕ ተሳኢላ ወላ ሓደ ፍሉይ ነገር ኣይነበረን ግን ከም ኣነ ክብገስ ንማልባት ሽዑ ግዜ ኣብርሃም ተወልደ ነይሩ እዩ እቲ ስነ ጥበብ ነዊሕ ግዜ ነይሩ እዩ ኣነ ግን ሽዑ ሳብቲ ሙዚቃ ነዊሕ ኣይገበርኩን ስቱድዮን መጀመርታ ግዜ እዩ ግን ወላ ሓደ ኣነ ኮይነ እየ ከይደ እቶም መሳርሕቲ ከዓ ኣብቲ ስነ ጥበብ ብድሓን ዝኾነ ግዜ ዘሕለፉ እዮም ነይሮም ስለዚ እቲ ንዓኣ ምስራሕ ዝነበረ ግዜ ብዙሕ ዶ ርኢኻ ብዙሕ ነገራት ዶ
ያ ምስ ብዙሕ ሰብ የላልየካ ሓደ ስራሕ ክትጅምሮ ከለኻስ ብልክ ኣብቲ ስራሕ ዝሳተፍ ሰብሲ ወይ ነቲ ስራሕ ዘካይዱ ሰባት የላልየካ ሰኣልቲ ትላለ ዳይሬክተር መርሃዊ መለስ ሽዑ ተላሊና
ኣዊና ተላሊና ብድሕሪኡ ገለገለ ስራሕ ኣሰሪሕና ገለ ያ ሰባት ትላለ
ካልእ ናይ ሰማዕቲ ወይ ንዓይ ተዓዘብቲ ግብረ መልሲ ሽዑ ንስኻ ሓድሽ ኢኻ ፊድባክ ናይ ሰብ ከመይ ነይሩ ካብ ከባቢኻ ንኹልኹም ማለት እዩ ንበዓል ኣብርሃም እውን ያ
ብጣዕሚ ጽቡቕ እንታይ እዩ ይዝከረኒ ኣብ ሰማዓስ ቀልጢፋ ተዘርጊሓ ብርኽ ዝበለ ክስታይ እውን ረኺባ። ናብ ኤሮጳ ኣመጻጽኣኻ ካብ ከሉ ሰብ ክብድ ዝበለ እዩ ነይሩ ብዛዕባ ዕለኒ ኣብዚ ሓፂር እዋን ከምዚ ነይሩ ክብሎ ኣይክእልንየ ግን ኣሕፅር ኣቢለስ ያ ከምቲ ኩሉ መብዛሕትኡ ኤርትራዊ ብ ካብ ኤርትራ ብእግረይ ጀሚረ ብገለ ከምቲ ኩሉ ሰብ ዝገብሮ ሱዳን መፅየ ብስግረ ዶብ ኣብ ሱዳን ጸኒሐ ካብ ሱዳን ናብ ዩጋንዳ ከይደ ካብ ዩጋንዳ መሊሰ ናብ ሱዳን ተመሊሰ ሽዑ ሃንደበት እውን ንሳህራ ተበኪሰ ብሳህራ ገይረ ብሊብያ ገይረ መፅእ ማለት እዩ ናብ ኤሮፓ እቲ ኩሉ መንገዲ ንኹሉ ሰብ ብልክዕ ናቱ ማዕረ ጽልዋ ኣለዎ ንዝኾነ ሰብኣዊ ሰብ ግን ዝያዳ ኣብ ሓደ ክጽሕፍ ክብል ገለ ተራ ዘለዎ ሰብ እቲ መንገዲ እቲ ክሓልፍ ከሎ ከምዘይ ስማዓካ ነይሩ እንታይ ብዙሕ ነገራት ብዛዕባ እቲ ክበሃል ኣለዎ ብዛዕባኡ ትብሎ ከለካ ዶ ሕጂ ብርእስኻ ሓደ ብፍላይ ምስ ህዝቢ ዝራኸቦ ናይ ስነ ጥበባዊ ክእለት ዘለዎ ሰብ ከምኡ ክብሎ የጸግመኒ እዩ ግን ከምቲ ዝፈልጦ ዓይነት ህይወት ብጣዕሚ ከምዚ ዝህንጠዮ ነገር ዴ ክብሎ ወይ ከምዚ ቀደም ዝዓበኻሉ ነገር ብንእሽተኻ ነንእሽተይ ስእሊ ዘለካ ክትሪኦ ትደሊ ክትምለሶ ትደሊ ከም ከምኡ እየ እቲ መንገዲ ናይ ሊብያ ዶ ናይ ገለ ዶ ናይ ባሕሪ ገለስ ከም ከምኡስ ክሪኦስ ድልየሲ ነይርኒ ብዘይካ እቲ ዕላማይ ናይ ኤውሮጳ ምስጋር ክሪኦስ ደሊ ነረ ስለምንታይ ኣይፈለጥኒ ከምዚ ኣይጭብጦን እየ ግን ክኸይሲ ወላ ሓደ ኮይኑ እዩ ዝተሰማዓኒ ፈፂሙስ ወላ ሓደ ኮይኑ እዩ ተሰማዓኒ ምናልባት ከምዚ ልዕሊ እቲ ዘጋጠመ ሽግራት ተዘጋጥሙ ናብ ካልእ ሰብ ዳኣ ክሪኦ ኣይደልን እምበር ኣብ ነፍሰይሲ ወላ ሓደ ኮይኑ ኣይምተሰማዓንን ርግፀኛ እየ ምክንያቱስ ንሽግር እየ ተበጊሰ እያ ዕድል ከዓ ኣይገበርኩን ኣብ መንገዲ አ፣ ኣብቲ ምምፃእና ንሊብያ እቱ ምስ በልናስ አ፣ ተበገሱ ተበገሱ ኮይኑ ተበጊስና እቲ ምክፋል ጉያ ጉያ ኢልና ከፊልና ገለ አ፣ ሸዋስ ብጉስ ነይረ ገለ ከባቢ ካብቶም ዝነበርና ኣብቲ መዝረዓ ሽዱሽተ ሚእትን ገለን ሰባት ዳርጋ ኩላህና ንብገስ ኮይኑ ተሰሚዕና ግን ሓሙሽተ ሚእትን ገለን ከባቢ ሓሙሽተ ሚእቲ ገለ ብገስ ነይሩ ሰብ ምስኦም ተዳሊና ነርና ግን ኣጋጣሚ ሳይ ተበገስና ኣብኡ ብዙሓት የዕሩኽተይ ገለ ገለ የዕሩኽተይ ከምዚ ዝፈልጦም ብዙሓት ረኺበ ገለ ምስኦም ክብገስ ተዳልየ ተሓጒሰ ገለ ነይረ ሽዑ ግን ሕማቕ ዕድል ኮይኑ እቲኣ ኣብ ላምፓዱዛ ከቢድ ሓደጋ ዘጋጠመ ተረሳ ኣይኮነ ንማልባት በሰላ ኣንጢፉ ኣብ ነብስኻ ወይ ቅርፅኻ ቀይረካ ሽዑ ኣይተበገስና ምክንያቱ ድሕርና ስለ ዝተሓወስና እዮም
ክንደይ ብዙሕ ሰብ ትፈልጦ
ያ ኣዝዩ ብዙሕ ሰብ ነይሩ ብፍላይ ኣብቲ መዝረዓ ይላለ እዩ ሰብ ንንሕሕዱ ብዙሕ ክላለዮም ገለ ዕድል ኣይረኽብና ነርና ነዊሕ ኣይገበሩን ንሕና ምስ መፃና ስቀልጢፎም እዮም ተበጊሶ ግን ኣብኡ ንፈልጦም ነይሮም በዓል ወዲ ሽሕ ገለ ዝበሃሉ ገለ ተራኺብና እውን መፂኦምኒ የዕሊሎምኒ ገለ ሽዑ እቲ ቀዳማይ ሕማቕ ዜና ዝሰማዕኩሉ ሰብ እውን ዳርጋ ኣነ እየ ነይረ ምክንያቱ ብድሕሪኡ ቴሌፎን ሒዘ ነይረ ኣነ ናይቲ መዝረዓ ቀዳማይ ሕማቕ ዜና ዝሰማዕኩሉ ካብቲ ኣብኡ ዝነበርና ማለት እዩ ኣነ እየ መስለኒ ነይረ ከምዚ ኢላ ተቓጺላ በሃል ኣሎ ኮቦርታ ተቓጺልዎም ዶ ገለ ዶ ክልተ ሰብ ዓሰርተ ሰብ ዒስራ ሰብ ሰላሳ ሰብ መይቶም ገለ በሃል ነይሩ ሽዑ ቀጺሉ ገለ እቲ ሓደጋ ሰፊሕ ምንባሩ ዳሕራይ ፈሊጥና ሽዑ እቲ ናቶም ምጥፋእ ከምዚ ንክንጠፍእ ደፋፍኣና ነይሩ መስለኒ ኩላህና ሽዑስ ኣበጉስና ንብል ነርና እቲ ኩነታት ሕማቕ እዩ ነይሩ ግን ክንከይድ ንደሊ ነርና
ተስፋ ምቑራፅ ስለ ዘስዓበ ድዩ ከምዚ ባዕሉ ፈለጥ ማለት ኣብኡ ኩሉ ከምዚ ተሓሚሱ ነይሩ ከምዚ ኩሉ ሰብሲ ኣብኡ ነዊሕ ዝገበሩ ነይሮም ነዊሕ እዋን ዝገበሩ ነይሮም መዳቕስቶም ገሊኦም ኣሕዋቶም ከይዶም እሶም ዝተረፉ ነይሮም ገለ ትሪኦም ከዓ ኩሎም ኖ ትሪኦም ኢኻ ቆልዑት ነይሮም እቶም ቆልዑ ርኢናዮም ኢና ምሳና እዮም ነይሮም ገለ እንደ ከምዚ ሪኦ ዝነበረካ ከምዚ ኖርማል ስምዒት ማለት ስወ ናብ ሽግር እዩ ገለ ዝብል እቲ ገጣሚ ምስ ኣጋጠመ ከምዚ ገለ ፍሉይ ነገር ድዩ ተሰሚዔካ ወላ እወ በቃ ደይ ነዚ ኢላ መጺና ድዩ ተሰሚዔካ ኖ ከምዚ እ፣ ኣይመስለንን ኣብቲ ኣጋሞት ወይ ኣብ ጠዓሞት ምስ ሃለኻስ ክሳብታ ሞት ምስታ ሞት ትራኸብ ከምዚ ትመውት ኮይኑ ይስምዓካ መስለን እንደ እዚ ክብሎ ይክእል እየ ግን ወላ ሓደ ኮይኑ እቲ ናይ ብዛዕባ ሞት ሲ ይሓስብኒ ነይረ ኣነ ዋላ ኣብኡ ዝነበረ ሰብ እውን ኣይሓስብኒ ነይሩ መስለኒ ምኻድ ጥራይ ይሓስብ ገይሩ ኩላ ሰብሲ ከምዚ ኣብ ከቢድ ሓዘን ነራ ሽዑ ዕድል ኣይገበርናን እቲ መዝርዓ ይድለ ነይሩ ብናይ ፀጥታ ኩሉ ዓለም ይድለ ስለ ዝነበረ ይሓቡና ነይሮም መግብታት ከም ድልየቶም ከእትዉ ይክእሉ ነይሮም ጥሜት ነይሩ ገለ ነይሩ ኩሉ ሕማቕ ዝበሃል ነገር ነይሩ ሰለስተ ወርሒ ተዓፂና ብጣዕሚ ሕማቕ ሂወት ነይሩ ክልተ ግዜ ከም ኣድሚ ዓይነት ተገይሩ ዋላ ፋሕ ኣብሉና ብል ነይሩ ሰብ ፋሕ ኣቢሎማ ካብ ሊብያ ከምዚ ወይ ናብ ማእሰርቲ እዩ ወይ ናብ ካልእ ሕማቕ ነገራት እዩ ግን ከምኡ ይደሊ ነይሩ ሰብ ድሕሪ ሰለስተ ወርሒ ገለ ግን ይዝከረኒ ወርሒ ዓሰርተ ክልተ ብቲ ሕማቕ እዋን ዕለት ዓሰርተ ሰለስተ ገለ ከባቢ ተበጊስና ያ ዕድል እዩ ከምዚኣ እቲ ባሕሪ ካብቲ ዝግብኦ ንላዕሊ ዋላ ኣብቲ ኖርማል እዋን ዝብልዎስ ካብቲ ዝግብኦ ንላዕልስ ከምዚ ጸጥ ኢሉ ነይሩ ከምዚ ብመሬት ትኸይደለኻ ዓይነት ወላ ሓደ ከምዚ ሕማቕ ነገር ኣይረኣናን ኣብ ባሕሪ መጺና ኣብ ላምፓዱዛ ኣቲና ሕጂ ይሰምዕ እየ ከምዚ ይሰምዕ እየ ብዙሕ ዘረባ ከም ሓደሽቲ መፅኦም ኦ መዕገርገርቲ ኮይኖም ከምዚ ኣይ ነብሶም ኣይኣልዩን ገለ ገለ ይበሃል እዩ እንታይ ደኣ ኮኑ ኦኬ ንሂወት ክቃለሳ ኣለዎ ሓደ ሰብ ብዝከኣሎ መጠን ግን እንታይ ደኣ ኮኑ ደኣ በየን እንዲዮም ሓሊፎም መዓት በሰላ ኣለዎም ኣብ ርእሶም መዓት ነገር ኣለዎም ወይ ኣለና እንታይ ደኣ ክንከውን ደኣ ከምዚ ግድን ክርብሸና እዩ እምበር እሞ ከዓስ ናብ ኣዴና ይኮና ንመፅእና ናብ ደንበና ይኮና ንመፅእና ናብ ካልእ ዓለም ኢና ንመፅእ ዘለና ሕጂ ብጣዕሚ እዩ ዝገርመኒ እዮ እዞም ሓደሽቲ ከምዚ ኮይኑ እዞም ሓደሽቲ ከምዚ ኮይኑ ኣነ ይሓይሽ ተኮይነ ካብኦም እቲ ናቶም ኣማፃፅኣ ናይቲ ባህሪ ብከመይ መፅኡ ፈሊጠስ ክድግፎም እዩ ዘለኒ እቲ እቲ መንግስቲ እቲ ዝቕበለካ መንግስቲ ክሕክመካ እንዲ ዘሎ ግን ካብ ዘይገበረልካ ባዕልኻ ንባዕልኻስ ክትተሓኻኽም ኣለካ ኣነ ውን ሓንቲ ካብ ቶም ነዚ ስራሕ ክንድምንታይ ኣትሊስት ትጽዕርሩ ኣለኹም ብዓቕምኹም ክምስክር ዝኽእል ሰብ የለውን መዓልቲ ምክንያቱ ካብ ርሑቕ ዓዲ ከም ዝመጻእካ ፈሊጠ መምጽኢኻ ውን ፈሊጠ እንታይ ትገብር ኣለኻ ኣብዚ ውን ርእየካ ሓደ መዓልትስ ዋጋ ክትረኽበሉ ክንዲ ትሰርሕዎ እሞ ትልክዕ ዋግኡ ረኺቡ ሰብ ሂወቱ ብኡ ክመርሕ ረጊኡ ኣብቲ ስነ ጥበብ ክዓሚቆ ክኣቱ መታን ከምኡ ይምነየልኩም ንኩልኩም ስነ ጥበባውያን ንዓካ ብውልቂ ሕጂ ኣብ ስቱድዮይ ምሳይ ስለ ዘለካ ብውልቂ ዓወት ይምነየልካ ብዙሕ ሰብ ኣሎ ዝሰምዓኩም እሱ ክትርድእዎ ደሊ ሓላፍነት ኣለኩም ከምዚ ከም ዋዛ ስነ ጥበበኛታት ኤርትራ ከዓ ኣይ ደረፍቲ ኤርትራ ከዓ ኢልና ኣይንሳገርን ኢና ወላ ሕማቅ ስራሕ ተተሰሪሑ ብዝኮነ ሰብ ምክንያቱ ኣማእዘንቲ ኢኩም ብዙሓት ንኣሽቱ ሰባት ብዙሕ ሕብረት ኣብቲ ሕብረተሰብና ብዙሕ ንዓኹም ኣካይዳኹም ልሳንኩም ብቕዓትኩም ክርኢ ይደሊ እዛ ሓላፍነት ናይ ሰብ ገዚኡ ነቲ ሙዚቃኹም ክጥቀማ ደጋጊምኩም ኣብ ብዙሕ ግዜ ክትብልዋ ይደሊ ኣነ ምክንያቱ እቲ ሰብሲ ክፈልጥ ክሕግዘካ ክለዓል እንድሕር ኮይኑ እቲ ሰብ ከተፍልጥዎ ኣለኩም እተን መንገድታት ፈሊጥኩም ኣብዚ ናብዝን ክትዕድገልና ትኽእል ኢኻ ኣብዚ ከተተባብዓና ትኽእል ኢኻ ኢልኩም ንጹር ዝኾነ ሓበሬታ ክወሃብ ይደሊ እየ ምክንያቱ ብዙሕ ሰብ ኣይፈልጥን እዩ እያ ሓቂ ዘረባ እዚ ንእሽተይ ኩርናዕ እዩ እቲ ብከምዚስ ክሕግዞ ክእል እዩ ነቲ ስነ ጥበብ ዝብለክ እዚ ንእሽተይ ኩርናዕ እንድዩ ግን እቲ ቀንዲ ንስነ ጥበብ ክሕግዞ ዝኽእል ናይ ኤርትራ ንባዕልና ወይ ንባዕሎም እቶም ስነ ጥበባውያን ኤርትራስ እንታይ ይገብሩ ኣለዉ ከምዚ ኩሉ ግዜስ ባዕልኻ ትቃለሶ ነገር እውን ኣሎ ሕጂ ካብ ሓደ ኮንካስ ክልተ ኮንካ ካብ ክልተ ሓሙሽተ ኮንካ ኣብ ኢድና እዩ ዘሎ ብርግፅ ከምዚ ዋላ ሕጂ ኣዳቂቅካ ክትሓስቦ ከለካ ሲ ሓደ ሓደ ግዜ ሓስቦ እየ ኣብ ኢድና እዩ ዘሎ ጥራይሲ ከምዚ እቲ ሓይልስ ስለ ዘይንምስረቶ ጥራይ እዩ ኣይትራኸብኒ ኢኻ ገለ እዋን ትራኸብ ገለ እኹል ኣይኮነን ሓቂ ዘረባ ከምዚ ትምርኻብ ወይቲ ሓቢርካ ምስራሕ ገለስ እኹል ኣይኮነን ብኸመይ መፂ ይፈልጥ ነ ግን ኩሉ ግዜስ ከምዚ እታት ኣሎ እቲ ስነ ጥበብ ሓደ እንዲ ይኸውን ዘሎ ከምዚ ስነ ጥበብ ሓደ ማለት ስነ ጥበባውስ ሓደ እንዲ ይኸውን ዘሎ ንእሽተይ ዓቢ ገለ ገለ ሕጂ ኩሉ ግዜ ከም ዝርዳእኒ ኣብቲ ናይ ብሓቂ ስነ ጥበብ ሲ እቲ እቲ ዓቢ ብትሕትና ብ ብኹሉ ነገሩ ናብቲ ስነ ጥበብ ተወፋይነቱሲ ብጣዕምስ ከምዚ ነዚ ታሕቲ ዘሎሲ ከርእዮ ኣለዎ ከምዚ ሓፍ ኣቢልዎ ክኸይድ ናዓ ገለ ትሕቲኡ ውርድ ኢሉስ ከምዚ ክሕብሕቦ ኣለዎ ገለ ሽዑ እዚስ ክንዲ ምንታይ ከኽብሮ እዩ ነቲ ብላዕሊ መጺኡ ዘብሎ ዘሎ እዚስ ክንዲ ምንታይ ከኽብሮ እዩ ያ ሽዑ እቲ ምክብባር ተሎ ሓቢርካ ምስራሕ ኣሎ ብዘይ ቀልዓለም ከዓ ሽዑስ ከምዚ ኣሎ እቲ ምዕባለ እቲ ረብሓስ ይዓቢ ያ ከምዚ ብዙሕ ነገር ኣሎ ኣብዚ ሕጂ ተስፋ ገብር ብዙሕ ሰብ ወፂ ኣሎ ክንመሃር ተስፋ ገብር ማለት እቲ ካይዳ ዘሎ ኣብ ኣብ ድኾነት ዓድስ ናይ ሙዚቃ ማሕበር ኣሎ እቲ ናይ ሙዚቃ ማሕበር ነቲ ኩሉ ሙዚቀኛ ድዩ ወይ ነቲ ኩሉ ኣርቲስት ናይቲ ዓዲ ዝኣሊ ማሕበር እዩ ኩሉ ሰብ ፅቡቅ ንክነብር ዝገብር ማሕበር እዩ ነቲ ኣብኡ ዘሎ ፀገም ተለዎ ድዩ ውሕድ ኣታዊ ተለዎ ድዩ ገለሲ እቲ ዝህብ ማሕበር እዩ ክንቂሮ ንክእል እየ ዝብል። ሓደ ሓደ ቲም ወርክ ሓደ ናይ ምውሃድ ስራሕ ተተፈጢሩስ ናይ ዕዳጋ መንገዲ እውን ብመጠኑ ክምዕብል ይኽእል እዩ። ብዙሕ ነገር ኣሎ ከምዚ ተተራኺብካ ሲ ተዛራሪብካ ገለ ይህን ምሂን ኢልካስ ብዙሕ ነገር ክትቅይሮ ትኽእልሲ ኣሎ ምክንያቱ መፅሓፍ ሕጂ ኣበይ ኣላ ገለ ገለ ደሊኻ ገለ ምንባብ ኣይድልየካን እዩ ኣብቲ መጽሓፍ ኮፍ ኢልካ ኣለኻ ብዙሕ ነገር ስት ኣንቢብካስ ክትመሃሮ ትኽእልሲ ኣሎ ኣብቲ ዘለኻዮ ቦታ ኣብ ኤሮጳ ኮይናሲ ብዙሕ ክንመሃሮ ንኽእል ነገር ሳ ኣብ ከባቢና ኣብ ጠቓና ኣሎ ክሳብ ሕጂ ገለ ከምኡ ተረኽብኩምላ ኣጋጣሚ ኣሎ ዶ ምስ ገለ ውሑዳት ወላ ካብ ኤሮጳ ናብ ኤሮጳ መጋሽ እውን ምናልባት ምስ ምንባብሮ ይኸብድ እምበር ዝቐለለ እዩ ዶብ የለን ኣብ ኤሮጳ ከምኡ ፈታቲንኩም ዶ ትፈልጡ ምስ ገለ ሰባት ነቲ ስነ ጥበብ ከዕቢ ዝኽእል ዝኽእል ሓሳብ ነገር ትለዋወጦ ነገር የለን ፈፂሙ የለን ተስፋ ገበር ኣብ ቀረባ ግዜ ክንሪኦ እዚ ተስፋ ገብር ኣነ እውን ያ ያ ፍጡር ኣዝየ የመስግነካ ስለዚ ሕጂ ጫው ክብለካ እየ ኦኬ ይቀኒየለይ እ፣ ክሳብ ሽዑ ደሓን ኩኑ ይቀኒለይ ኦኬ ይቀኒየለይ